ኩሉ መሓሪ ሕጂ ተረዲእኒ ኦኬ ዝኾነ ትግርኛ ዝዛረብ ሰዓት ሲ ጁንታ ተባሂሉ ዝፍረደሉ ዝነበረ ሰዓት እዩ እቲ ሰዓት እቲ ስለዚ ኣብቲ ሰዓት እቲ ብስ- ብመንገዲ ሰልጠነ ግርማይ ዝመፀካ ገንዘብ ተቐቢልካ ንስደተኛ ምኽፋል ማለት ካብቲ ጁንታ ዘብል ወንጀል የሕሊፉ ዘይህበካ ጥይት እንዳተሳሕተስ እዩ ከይዱ ካብ ናቱ ወሲዱ ቶማስ ካሲ ደትስክርከ ካብ ናቱ ወሲድካ ጠቂዕካስ እንታይ ቫልዩ ኢኻ ደሊኻ ቫልዩ ስለ ዝደለኻ ክትፍለጥ ስለ ዝደለኻ እንዲኻ መጺኻ ሕጂ ወይ ክተደናግር ወይ ክትፍለጥ ኢኻ መጺኻ ደለኻ ኣብ ኤርትራ ከዓ ልሙድ እዩ ወዲ ፕረዚደንት ብቐረባ ኣብርሃም ምሳኻ ኣዕርኽቲ ከም ዝነበርካ ትገልጸሊ ኣለኻ ምስ ኣብርሃም ከመይ ኢኹም ተላሊኹም እዚኦምን ካልኦትን ብሰፊሑ ኣብዚ መደብ እዚ ክንከታተል ኢና።

መጻእኹም ቤተሰብ ክብል ይደሊ ኹሎኹም ናዝ ቻናል እዚ ቤተሰብ ኣባል ስለ ትኾኑ ኣለኹም ካብ ልቢ እየ ለመስግን ኹሎኹም ላይክ ሼር ሰብስክራይብ ስለ ትገብሩ ኣለኹም ካብ ልበይ ኸዝለ የመስግን ማለት እዩ ዳይላ ቪድዮታትና ንቐጽል። ኦኬ ፋሚሊ በቲ ፈላማይ ቪድዮና ንቐጽል ኣለና ሰናይ ምክትታል። ኣዲስ ኣበባ ዘለዉ ዝሰርሕዎ እንታይ እዩ ኣብ ባር ትስዕስዕ ጓል ኣብ ዓራት ትድቅስ ኣብኡ ዘለዉ መንእሰይ ዘሕልፎ ፀገም ግን ዘርእየና ስቶሪ ኣሎ ዛሷይ ኣናዘርካ ንመንእሰዩ ነፍልቆ ኣለና ማለት እኮ እዩ ኣብኡ ዘለዉ ጥዑም መሲልዋ ጀነር ተማሃሪ ወይ ከዓ ሃይስኩል ነገራት ከየስተማቕረት ኣዲስ ኣበባ ትምነዮ ኣብኡ ዘለዉ ናይ ህይወት ቅለስ ግን ትፈልጦ ፊልምታትና እንታይ ክኸውን ኣለዎ ማለት እዩ እቲ ኣበር እቲ ድኽመት እቲ ናይ ህይወት ቅልስ ከርእየና ኣለዎ ተረዲካ ኣሎ ወይ ከዓ ከተስፈወና ኣለዎ ከጸናንዓና ኣለዎ ተረዲካሉ መብዛሕቱ ግዜ እንታይ ይመስለካ እዚ ከኣውን እውን ብንቅሓት ክረአ ዝግብኦ ጉዳይ ብንቅሓት ክረአ ብንቅሓት ኣዝዩ ንቅሓት ክረአ ከረን ከረነይ ቦታ ትውልደይ ቦታ ጀጋኑ ቦታ ቦታተይ ኣበይ ኣለኹም ደቂ ገዛ ወረቐት ኣበይ ኣለኹም ደቂ ዋሊኹ ደቂ ሸብሸቢት ገዛ ባንዳ ኮታስ ብሓፈሻ ኩልኹም ደቂ ከረን ፃዕዳ ኣብ ልበይ ሰፈርኩም ዓዲ ፉል ዓዲ ዘይትቡን ኣሰይ ክንደይ እኳ ክጥዕም ዓዲ ማንጉስ ዓዲ ወይኒ ኣታ ክንደይ እኳ ይምቅር ኣዋልድ ከረነይ መልክዕክም ፍሉይ ጥምት መሰበልካየን ፍረገፀን ሉሉይ ኣየወ ክንደይ እኳ ከምዕርጋ ኣቤት ቁመና ኣቤት ኣረጋግፃ ብኸረን ክጅምር እየ ዝኽእል እምበር መዓስ ክውድእ ግን ሓንሳብ ኣፍቅዱለይ ናይ ልቢ ሰላምታይ ክሰድድ
ሰንዓፈ ዓደይ ርእስታ ዓዲ ሽሻይ ዓዲ ብላዕ ስተ ዓዲ ህርኩት ዓዲ ሓኾተ ካባኺ ዝተወልደስ ተቐልተ ካባኺ ዝፈረየስ ተቐልተ መለለይኺ ጥሕሎ ጎራዝኺ ዋሕኖ ኣዴታትኪ ወሓላሉ ኣቦታትኪ ግርማ ኩሉ መፍረ ጀጋኑ ዓደየ ሰንዓፈ ፍሕሹው ገጽኪ ኣብ ቤትኪ ንዝዓረፈ ክምለሰኪ ዝሃርር ብኣኺ ዝሓለፈ ማና ካብ ሰማይ ኣብ ዝባንኪ ዝዓረፈ ተቐባሊት ጋሻ ብቕጫ ዓተር ገዛ ዓበይቲ ናይ ጀጋኑ ሰፈር በዓል ዕድል እዩ ካባኺ ዝፍጠር ውላድኪ ምዑት ኣብ ዝጠዋዕሞ ዝሰፍር ትሕዝቶኺ ዘይጉዱል መሊኡ ዝፈስስ ይሓልኺ ትተኽብርዮ ትንገድሉ ኣቡነ ኣንበስ ሎሚ እውን ከብ ቀደም ሰላምኪ ይፍሰስ ሰንዓፈ ዓደይ ዓዲ ሓጎስ ዓዲ ደስደስ ጥይት እንዳተሳሕተ እሱ ይኸይዱ ካብ ናቱ ወሲዱ ቶማስ ካሲ ደስብተርከ

ኣብ ስነ ጥበብ ካብ ትዋሱ እምበር ኣምኒ ኣምኒ ኣምላኽ ኣምኒ ኣምላኽ ተብረሚሰን ዝስርሖ ሲኢኑ ህዝቢ ጠሊመና እጠልመኩም ሰራቕና ኩሉ ጠልሞ ብቕንዕና ነይርኩም ተትኾኑ ናይ ቅንዕና ናይ ሓቂ ነይሩ ተትኸውን ግን ብምሉእ እዚ ህዝቢ ተዋህዶ ኣጣቕዑ ብምሉእ መወፈየ ነይሩ ግን እቲ ተዋህዶ ብገዛ ገዛ ጌርኩም ከምዚ ጌርኩም ኦ፣ ጠሊሞምና እቶም ተዋሳእቲ ሕስሎ ክልተ ተዋሳእ ሰሪሖማ ናብ ረቄረ ኣተዋስኦ ዝሰርሕዋ ገለ በለ ህዝቢ ኣይሕግዝኒ ህዝቢ ይነብረ ብዘንገሎ ትብሎ ኣነበሮ እቲ ህዝቢ ቅጭ መፂዎ ቅጭ መፂዎ እንታይ እዮም ዝብሉና ዘለዉ እንታይ እዮም ዝብሉና ዘለዉ ስለ ዝበለ እቲ ህዝቢ ኣይሓገዘኩምን እቲ ናይ ደብረ ቢዜን ድዋፃእ ነበረ ገንዘብ ኣበይ እቲኹሞ ነጊርኩሞ ዲኹም ነዚ ህዝቢ ኣይነገርኩሞ ነጊርኩ ነጊሮም ኹም ድም ደቂ ኤረይ ነጊሮም ዶ ኣነ ዋፅእ ክናኡ እቲ ደዋፅእ ሰብ ግን ተነጊርኩም ዶ እቲ ናይ ደብረ ቢዜን ኣበይ ከም ዝበፅሐ ተነጊርኩም ዶ ባሪዐ ዝውላዕ ኣነ እብለካ ኣለኹ ዝተነገረ ሰብ የለን እዋፃእ ብኡ ጌራ ሽትት እዋፃእ ብኡ ጌራ ሽትት እዋፃእ ብኡ ጌራ ሽትት ተሽትትማ የለን ሕጂ ንነዊሕ ዓመታት ኣብ ምስጋር ደቂ ሰባት ክነጥፍ ዝጸንሐ ክዳነ ተባሂሉ ዝጽዋዕ ውልቀ ሰብ ኣብ ትሕቲ ቀይዲ ናይ ኔዘርላንድ ከም ዝወዓለ በዛ ሎማዓንቲ ዕለት

ኣብ ቤት ፍርዲ ናይ ኔዘርላንድ ክቐርብ ምዃኑ ንጽባሕ ቀዳም ተነጊሩሉ። እዚ ኬዝ እዚ ድማ ምስ ካልእ ኤርትራዊ ምትሕሓዝ ዘለዎ ኮይኑ፣ ተወልደ ጎይቶም ዝበሃል ካልእ ኣብ ምስግጋር ደቂ ሰባት ዝነጥፍ ዝነበረ ወይ ብወሊድ ዝበሃል ስሙ ዝፍለጥ ምትሕሓዝ ከም ዘለዎ ተፈሊጡ ኣብዛ ትመጽእ ዘላ ቀዳም ድማ ናብ ቤት ፍርዲ ክቐርቡ ምዃኖም ተገሊጹ። ወሊድን ኪዳንን ካብ ክልተ ሽሕን ዓሰርተ ሓሙሽተን ክሳብ ክልተ ሽሕን ዓሰርተ ሸሞንተን ኣብ ዝነበረ ግዜ ብዓቢ ክሲ ተዳልዩሎም ከም ዝነበረ ንሱ ድማ ኣብ ምስግጋር ደቂ ሰባትን ኣብ ህይወት ሕልፈት ናይ ደቂ ሰባትን ኣብ ሊብያ ድማ ተሓተቲ ከም ዝኾኑ ይግለጽ ከሎ ንዒስራ ዓመት ዝበጽሕ ሰንተንስ እውን ይጽበዮም ከም ዘሎ ተፈሊጡ። ካብቲ ብመንግስቲ ናይ ዶች ኣብዚ ሰዓት እዚ ዝድለዩሉ ዘለዉ ምኽንያት ድማ ክልቲኦም ተሓባቢሮም ብዝሒ ዘለዎ ገንዘብ ካብ ስድራቤት ኣብ ውሽጢ ኔዘርላንድ ዝቕመጡ ስለ ዝተቐበሉ እዩ ድማ። ናይ ጁንታ ገንዘብ መጺኡ ኣሎ ኢሎምና። ኣፍልጦ ኣለካ ዶ ኢሉ ደዊልለይ ከም ኣቦ መንበር መጠን ንዓይ ማለት እቲ ናይ ጸጥታ ኣካል። ኣነ ናይ ጁንታ ገንዘብ ከም ዝመጸ ኣይፈልጥን እየ ብዝኾነ ግን ይሓትት። ሕራይ እቲ ሓገዝ ካብ መን ድዩ መጺኡ ነዚ መርሃዊ ጸጋይ ሓቲትናዮ ሽዑ ካብ ተፈታዊ ታልክ ሾው ዝብል ሰልጠነ ግርማይ ዝብል ከም ዝተላእከ ነጊርና ኦኬ እምበኣር ነዞም ሰባት ነዞም ክሕገዙ መጺኦም ዘለዉ ሰባት ነናብ ገዝኦም ንስደዶም ንዓኣቶም ምናልባት ዘይተጠዓዓመ ነገር ኣለና ክንረዳድኣሉ ዝግበኣና ጉዳይ ስለ ዘሎ ንገዛኹም ኪዱ ክንጽውዓኩም ኢና ኢልና። ኣነ ኣቦ መንበር ስለ ዝኾንኩ እየ ዝዛረብ ዘለኹ እምበር ናይ ኩላህና ሓሳብ ናይቶም ኣብኣ ተኣኪብና ዝነበርና ሓሳብ ናይቶም ናይ ኣርሲሲ ሓሳብ ናይ ኩላህና ኮይኑ ንዓኣቶም ኣፋኒናዮም ንሕና ኮፍ ኢልና ምስ ክፍሊ ተራድኦ ኮፍ ኢልና ማለት እዩ። ስምዓኒ መርሃዊ ጸጋይ ወ ቅድሚ ሕጂ ትገብሮ ዝነበርካ ሓገዝ ብጣዕሚ ኢና ነመስግን ሕጂ ግን ምስዚ ዘሎ ኩነታት ምስዚ ዘሎ ኣብዚ ምክንያቱ ኣብ ዳባት ኣብ ውሽጥኹም ተጋሩ ኣለውኹም ኣብ ውሽጥኹም ጁንታ ኣለውኹም እንዳበሉ ይወቕሱናን ኣብ ውሽጥኹም ዝሮ ገባ ኣለውኹም እሳቶም እዮም ጁንታ ተማሊኡኹም ኢኹም ካብ በዓል መዓይን ዓዲ ሓርሽ ህንፃት ሽመልባ መፂኹም እንዳበሉ የሳቅዩና ስለ ዝነበሩ ማለት እዩ ብዓቢኡውን ኣብቲ ሰዓት እቲ ኣብቲ ቦታ እቲ ትግራዋይ ዝበሃል ዝፅለኣሉ ሰዓት ስለ ዝነበረ ብዓቢኡውን በዓል ሰልጠነ ከኣ ኣባላት ትግራይ ትዕወት ወይ ትግራይ ትስዕር ኢሎም ኣብ ሚድያ ይኹን ብዝኾነ ይኹን ኣካል ዝሳተፉ ሰባት ስለ ዝነበሩ እዚ ሓሶት እዩ ዝብል ሰብ ተዳሃሊኻ ድሓን ካብዚኦም ገንዘብ ተቐቢልካ ነቲ ስደተኛስ ዓደልካዮ ጽባሕ ንግሆኸ ገንዘብ ተቃወምቲ ኣትዩ ንምንታይ ምክንያት ኣትዩ ንሓገዝ ኢልካዮም ክኣምኑካ ይክእሉ ዶ ኣይክእሉን እሱ ኣብ ማዕዶ ኮይኑ ብዝሰዶ ገንዘብ ሂወት ሰብ ዝቀጥፍ እንተ ኮይኑ ኣይንቅበሎን ኢና ብድሕሪኡ ንመርሃዊ ፀጋይ ፈሊና ኣብታ ሰዓት እቲያ ዝተዛረብናዮ መርሃዊ ፀጋይ ኣቤት እዘን ክልተ ሽሕ ዶላር ብመንገዲ ተፈታዊ ተክሸው ወይ ከዓ ብመንገዲ ሰልጠነ ግርማይ ኢልካ ሰልጠነ ግርማይ ዝለኣኾ ኢልካ ኣብዚ ክትገልጽ ቪድዮ ክትሕዝ ኣይንደልን ኢና እንታይ ደኣ ክገብር ምናልባት ንሱ ፍቓደኛ እንተኾይኑ ኤርትራውያን ስደተኛታት ኣሕዋትካ ክሕገዙ ፍቓደኛ ዝኸውን ዝኽእል እንተኾይኑ ሕተቶ እንታይ ኢለ ክሓቶ ገበርቲ ሰናይ ኣብ ኣሜሪካ ዝቕመጡ ወይ ከዓ ገባር ሰናይ ሓውና ኣብ ኣሜሪካ ዝቕመጥ ልኢኹልና በዚ መንገዲ እዚ መጺእና ከ ንዓኻትኩም በቲ መንገዲ ኣርሲሲ ተመሪጽኩም ዘለኹም ጽጉማት ክንሕግዘኩም መጺእና ኢልካ ቪድዮኻ ሰሪሕኻ እዘን ክልተ ሸሕ ኣብጽሒኻየን ከም ዝኸድካ ክትነግሮም ወይ ከዓ ብቪድዮ ጌርካ ክተረክብ ትኽእል ኢኻ እንተዘየለ ኣብዛ ሰዓት እዚኣ ብመንገዲ ሰልጠነ ግርማይ ኢልካ ክትህብ ኣይትኽእልን ኢኻ እንታይ እዩ እቲ ምኽንያት እንተ ኢልኩምኒ ዝሓትት ሰብ ተመፅዩ ማለት እዩ ስለምንታይ ኣብቲ ሰዓት እቲ ከምኡ ክኸውን ዝኽእል እንተ ኢልኩምኒ ኣንሕና ብናይ ተቃወምቲ ወይ ከዓ ብሰልጠነ ግርማይ ዝመፀ ክልተ ሽሕ ዶላር ተቐቢልና ነቲ ስደተኛ ክንህቦ ምስ ሃብናዮ እሱ ገገዝኡ ኸይዲ ብፅብሒቱ ግን ቀጺሉ ብጊዜ ግን እዚኣቶም ምስ ተቓወምቲ ርክብ ኣለዎም፣ ነዚ ካምፕ እዚ ንምፍራስ ዝሰርሕዎ ዕዮ ገዛ ኣለዎም ተባሂሉ ህይወትና ኣብ ሪስክ ክኣቱ ስለ ዘይደሊ በዚ ርድኢት እዚ ክንመልሶ ክኢልና። ኦኬ በቲ ተማም ሕጋዊ ኣብኡ ዝነበሩ ሕጂ ኣምሓሩ ድዮም ነይሮም ወላ መን እዮም ነይሮም?
ኣምሓሩ እዮም ኩሉ ኣምሓሩ እዮም ሕጂ ተረዲእኒ ኦኬ ዝኾነ ትግርኛ ዝዛረብ ሰዓት ሲ ጁንታ ተባሂሉ ዝፍረደሉ ዝነበረ ሰዓት እዩ እቲ ሰዓት እቲ ስለዚ ኣብቲ ሰዓት እቲ ብመንገዲ ሰልጠነ ግርማይ ዝመፀካ ገንዘብ ተቐቢልካ ንስደተኛ ምኽፋል ማለት ካብቲ ጁንታ ዘብል ወንጀል የሕሊፉ ዘይህበካ ፍፃመ ክኸውን ከም ዝኽእል ከብርሃልኩም ፈትን ብዓብኡ እውን ኣነ ማለት እዩ ናብቲ መዓስከር ካብ ኣዲስ ኣበባ ሰላማዊ ሰልፊ መሪሕና ምእንቲ ህዝቢ ምእንቲ ስደተኛ ፃውዒትና ኣቕሪብና ወይ ድምፅና ብሰላማዊ ሰልፊ ኣስሚዕና ኣብ ዝተመለስኩሉ ሰዓት ቀጥታ እስኻ ናይ ተቃወምቲ ኣባል ኢኻ ጁንታ እኻ ኢሎም ናብ ቤት ማእሰርቲ ይእትዮምኒ እዮም ንሰለስተ ወርሒ ምናልባት እዚ ሓሶት ከይከውን ገለ ዝብል ተረሃልዩ በዚ ዶኩመንት እዚ ከረጋግጸሉ ክእል እየ ማለት እዩ ሽብር ወንጀል ኢሎም ይእትዮምን እዮም ማለት እዩ ንበዓለይ ማለት እዩ ዳን ዶኩመንት ህጅ ብሰዓት እዚ ምናልባት ዘይምርኣይ ገለ ከድሊ ክእል ይረኣየልና ዝብል ሰብ ተሃልዩ እንካ ፀገም ዝበሃል እዩ ነበርቲ ዝተባህሉ ኣብ በረኻታት ናይ እዚ ከባቢ ማሕበረሰብ ተጨውዮም ኣለዉ ስለዚ ንሕና ኤርትራውያን ብምዃንና ንሕና ኤርትራውያን ብምዃንና ንቕተልን ንጭወን ኣብ ልዕለና ሰፍ ዘይብል በደል ይወርድ ኣሎ። ስለዚ ማሕበረሰብ ዓለም ስለ ህፃናት፣ ስለ ኣካለ ስንኩላን፣ ስለ ደቂ ኣንስትዮ፣ ስለ ስደተኛ ኣብ ኣለማጭ ነብር ሰማዓይ ዘይብሉ ኣብ እዋን ፀገሙ ሰማዓይ ዘይብሉ ምስ ተቐ ንኸይቅተል ዝከላኸል ዘይብሉ፣ ምስ ተቐትለ ዝረድኦ ዘይብሉ፣ ምስ ተጨውየ ዝሰምዖ ዘይብሉ፣ ኣበይ ኣትዩ ዝሰምዖ ዘየብሉ። ስለዚ ስደተኛ ኤርትራዊ ኣብ ኣለምዋይ ዝርከብ፣ ኣብ ሰሜን ጎንደር ዝርከብ፣ ኣብ ዳባት ኣከባቢ ኣለምዋይ ዝበሃል ዝርከብ ንግጥ ንቕተልን ንጭወን ንዝረፍን ኣለና።

ስለ እዚ ህዝቢ እዚ ነዘንግንለን ፀናሕና ስለ ስደተኛ ጥራይ፣ ስለ በደልና ጥራይ፣ ስለ ወፅዓና ጥራይ ዝዛረቡ ኣብዚኣ ኣምፁልና። ኣብ ኤርትራ ከኣ ልሙድ እዩ ወዲ ፕረዚደንት ብቐረባ ኣብርሃም ምሳኻ ኣዕርኽቲ ከምዝነበርካ ትገልጸለይ ኣለኻ ምስ ኣብርሃም ከመይ ኢኹም ተላሊኹም?
ሙሰባ መጀመርታ ዝተለለንዮ ኣብታ እንዳ ዝማም እንዳ ፈረስ እዩ ኣብኡ ንሕና ኣነ ገዛውተይ ሓደ እዩ ሓደ ገዛውተይ እዩ ካልኣይ ድማ መውዓሊና እዩ ነይሩ እቲ ገዛ ካልኣይ ገዛና እዩ ነይሩ ንሱ እውን ናብኡ ክመፅእ ምስ ጀመረ ናይ ፈረስ ድልየት ስለ ዝነበሮ ናብኡ መፂኡ እቶም እንዳ ኣስማ እውን ፈረሶም ኣፍራሶም ፍሉጣት እየን ኣብ ኣስመራ ስለዚ ናብኡ መጺኡ ክጋልብ ምግላብ ፍቱው እዩ። ንሓር ኣይ ቲንክ ይዝከረኒ ፈረስ ናይ ኣብርሃም ካብ ሳዋ እያ መጺኣ ብጣዕሚ ጽቡቅ ፈረስ ነይርዎ ኣብኡ ተላሊና ሌላ ናብኡ ጀሚሩ ድሓር ፈረስ እናጋልብና ፈረስ ከምዚ ዝግበር ከምዚ ዝግበር ገለ መለ እንዳልና እዚ እዩ እቲ ሌላና ነይሩ እና ብጣዕሚ ጽቡቅ ሂወት ከኣ ነይርና ድሓር ኣብ ኣስመራ እዚ ወዲ ሓላፊ እዩ ወይ ወዲ ፕሬዚደንት እዩ እዚ ውን ፕሬዚደንት እዩ ዝበሃል ብዙሕ እንታይ ሽም ነበረ ኩሎም ሲ ዛድጋ ምስ ህዝቢ እዩ ተቐላዒልክና ተቐላዒልና ኢና ንነብር ወዲ ፕሬዚደንት ስለ ዝኾነ ፍሉይ ቤት ትምህርቲ ተማሃረ ወዲ ፕሬዚደንት ስለ ዝኾነ ፍሉይ ነገር ኣይገበረ ምስ ህዝቢ እዩ ከም ህዝቢ እዩ ነይሩ ኣበይ ተማሂሩና
ጣልቃ ዝተማየሩ
ኣብኡ ከ መማህርቲ ዲኹም ነይርኩም?
ቃላት ቁሩብ ቅድም የብለ እየ ኣነ ንእሽተይ ንእሽተይ እምበር ዳርጋ ብፍሉይ ተጥምቶ ነገር ስም ነበረን።
ገዛኦም ገለ ትኸኑ ነይርኩም ዶ?
ኣጋጣሚታት ነሩ ገዝኦም ዝኸደናሉ
ሕጂ እቲ መነባብሮኦም ገለ ከመይ እዩ? ኖርማል ከምቲ ኩሉ ሰብ ዝነብሮ ከምቲ ኩሉ ኤርትራዊ ከምቲ ኩሉ ወዲ ኣስመራ ዝነብሮ ከምኡ እዩ እቲ ናብርኦም። ብፍላይ ዘይርስዖ ሓደ መዓልቲ ከድና ኣብቲ ገዛ ኣቲና ናይ ምሳሕ ሰዓት ነይሩ ወዲ ኣፎም መጺኡ ኣትዩ ተመሲሑ ወጺኡ ልክዕ ካብታ ናቱ መኣዲ ንዓና መጺኣትና። እታ ምግቢሲ ታሽ ድንሽ ነይራ ኣጋጣሚ እና ንሕና ገሪሙና ብሃም ፕረዚደንት ዝኣክል ገሪሙና ኢልና ግን ምንም እንትን የለን። ካብኡ ጀሚረ ብጣዕሚ እየ ዘድንቖ ልክዕ ከም ህዝቡ እዩ።
ሎምዓንቲ ልሓ ዝኮን ቪድዮታት ዝዮም መስሉ ነይሮም ኣብ ቀፃሊ ብልገራርሙና ትኩሳት ሓደሽቲ ልኮኑ ቪድዮታት ሒዘልኩም ክምለስ እየ እስካዕ ሽዕቱ ግን ሰብስክራይብ እና ላይክ ብምጋር ናዚ ቻናል እዚ ቤተሰኣል ምኮን ከይትርስዑ ኢኩም ፒስ ኣውት።